ንሳ ወሓለ እያ I am agree ኣይበሃልን እዩ ኢልካ ኣነ ሰልካይይ ኢኻ ትብል ዘለኻ እስኻ ድማ ሰልካይ ኣይኮንካን ተረዲኤካ ኣለኹ ተረዲእኒ ኣሎ ንምባል ሰብ ምትእምማን ኣለኒ ክብል ሰላም ከመይ ትኾኑ ሎሚ ብዛዕባ ሓደ ዓብይ ፀገም ክንዛራረብ ኢና። So ብዙሕ ግዜ እንግሊዘኛ ክንዛረብ ከለና ብትግርኛ ሓሲብና ናብ እንግሊሽ ስለ እንትርጉም። So ንሰማዕቲ ምንም ዘይርድኡ ጌጋታት ንፍፅም ኢና። So ሎሚ ንቶም ዕስራን ሓሙሽተን ጌጋታት ምስ መፍትሕኦም ክንርኢ ኢና። ከመይ ጌርና ኢና ፕሪናውንስ ክንገብሮም ከመይ ጌርና ኢና ብትኽክል ክንጥቀመሎም ዝብል ዓብይ መፍትሒ ሒዘልኩም መፅየ ኣለኹ ንስኻትኹም እስካብ መጨረሻ ብምክትታል ፍልጠትኹም ክተዕብዩ ኢኹም ላይክ ጌርኩም ጀምርዋ Ready ጀምር Let's get started So እታ ብመጀመርያ ክንሪኣ ዝደለኹ ብዙሕ ሰብ ዝጋገያ ጌጋ Understand እያ So Understand ማለት ምርዳእ ማለት እዩ Understand So ተረዲኤካ ኣለኹ ተረድኤኒ ኣሎ ንምባል መብዛሕትኡ ግዜ እንታይ ኢና ንብል I am understand ኢና ንብል

ኣይ ኣም ኣግሪ ኣይበሃልን እዩ። መብዛሕትኡ ግዜ ሕና እንታይ ኢና ንብል ብትግርኛ ሓሲብና ናብ ኢንግሊሽ ስለ እንትርጉሞ ኣይ ኣም ኣግሪ ንብል። እታ ትኽክለኛ ግን እታ ቅድዕቲ ኣይ ኣግሪ እያ ትኹን። ሶ ኣይ ኣግሪ እንተይልና ተስማዓሚዐ ኣለኹ ማለት እዩ። ኣይ ኣግሪ፣ ኣይ ኣም ዊዝ ዩ፣ ዊ ኣር ዘ ሴም ፔጅ፣ ኣብ ሓደ ሓሳብ ኢና ዘለና፣ ተስማዓሚዐ ኣለኹ፣ ኣይ ኣግሪ ንብል ኣለና።

እዚ ማለት እውን ይጽበየካ ኣለኹ። ኩሉ ግዜ wait ክንብል ከለና for እትብል ፕሮፖዚሽን ከም ዘላ ክነልሊ ኣለና። So I'm waiting for you ይጽበየካ ኣለኹ ማለት እዩ። I'm waiting for you። እቲ ካልእቲ ደማ ብዙሓት ሰባት ተምሃሮይ እውን ብተደጋጋሚ ሓቲተዮም ዝተጋገዩውን ሕቶ bored እና boring እዚኤን መብዛሕትኡ ግዜ ሰባት ብደንቢ ገይሮም ኣየለልወን እዮም። So bored እንተይልና ቦይንግ እንተይልና ክልቲኡ ትርጉሙ ምስልካይ ማለት እዩ ምድባር እዩ ግን ቦርድ ማለት ናውን እዩ ሶ ቦርድ እንተይልና ናውን ስለ ዝኾነ ምስልካይ ዝብል ትርጉም ኣለዎ ቦይንግ እንተይልና ድማ እቲ ኩነታት ንምግላፅ እንጥቀመሉ ቨርብ እዩ ቦይንግ ሰልካይ ደባሪ ማለት እዩ ሶ መብዛሕትኡ ግዜ ሰብ ደቢሩኒ ኣሎ ሰልችዩኒ ኣሎ ንምባል ኣይ ኣም ቦይንግ እዩ ዝብል ሶ ኣይ ኣም ቦይንግ እንተይልካ ኣነ ሰልካይ እየ ኢኻ ትብል ዘለኻ እስኻ ድማ ሰልካይ ኣይኮንካን ሰዓም ቦይንግ እንተልካ ኣነ ሰልካይ እየ እዚ ግን እቲ ኩነታት ዘሎ ክገልጾ ስለ ዘይክእል እዛ ትክክለኛ ኣይ ኣም ቦርድ ኢና ንብል ሰልክየ ኣለኩ ደቢሩኒ ኣሎ ኣይ ኣም ቦርድ ሰልክየ ኣለኩ ኣይ ኣም ቦርድ ሰልክየ ኣለኩ ንብል ኣለና ማለት እዩ so ምትእምማን ብዓርስካ ምትእምማን ብባዕልካ ምትእምማን confidence ንብሎ እዚኣ ከመይ ኢኩም ፕሪናንስ ትገብሩዋ ፕሪነንስይሽን ማለት ብትክክል ጌርካ ምንባብ ማለት እዩ ፕሪነንስይሽን

እሳ ጎበዝ ፀብሒ ሰራሒት እያ እሳ ጎበዝ ወሓለ እያ ክትብል እንተ ደሊኻ ሺ ኢዘ ግድ ኩክ ኢና ንብል ሺ ኢዘ ግድ ኩክ። ኢረጉላር ቨርብስ ማለት እውን ብዙሕ ቃላት ማለት እዩ ብዙሕ ንጥቀመሎም ኣብነት ኤስ ብምውሳድ እነባዝሖም ቃላት ኣለው ሓደ ሓደ ቃለት ድማ ባዕሎም ኤስ ከይወሰዱ ዝራብሑ ኣለው ሶ ቻይልድ ማለት ቆልዓ እዩ ችልድረን እንተልና ድማ ቆልዑት ማለት እዩ ብዝሕ ዝበሉ ቆልዑት ክህልው ከለው ችልድረን ንብሎም።

ዊመን በቃ ዊመን እያ ትንብብ ሰ ዊመን ማለት እውን ብዙሓት ደቂ ኣንስትዮ ዊመን ንብለለንላ ማለት እዩ ቁልጡፍ ክንብል ተደልና ፋስት ኢና ንብል ቁልጡፍ ፋስት ሰ ሂራን ፋስትሊ ኣይበሃልን ሰ ፋስትሊ ዝበሃል ነገር የለን መብዛሕትኡ ግዜ እንጋገዩ ሂራን ፋስትሊ ኢና ንብል እዚ ደማ ፍፁም ጌጋ እዩ ሂራን ፋስት ሂራን ፋስት ንሱ ብቁልጡፍ ጎዩ ማለት እዩ ሂራን ፋስት ንሱ ብቁልጡፍ ጎዩ ሂ ራን ፋስት ሶ ፋስትሊ ዝበሃል ቃል ስለ ዘየለ ሂ ራን ፋስትሊ ዝብል ነገር ክተወግድዋ ክተቕርይዋ ክትኽእሉ ኣለኩም ማለት እዩ። ኦራይት ሶ ብዛዕባ ዕድመ ክነዋግዕ ከለና መብዛሕትኡ ግዜ ኣነ ዕስራን ሓሙሽተን እየ ዓመት እየ ኣነ ሰላሳ እየ ዓመት እየ ኣነ ሰላሳን ሓሙሽተን እዩ ኣርባዓ እየ ዓመት እየ ክትብል ከለኻ መብዛሕትኡ ሰብ እንታይ እዩ ዝብል ኣይ ሃቭ ትወኒ ፋይቭ ይርስ ኦልድ እዩ ዝብል ኣይ ሃቭ ትዊንቲ ፋይፍ ይርስ ኦልድ እዚኣ ድማ ፍጹም ጌጋ እያ ኣይ ኣም ኢና ንጥቀም ኣብዚ ሶ ኣይ ኣም ትዊንቲ ፋይፍ ይርስ ኦልድ ኣይ ኣም ትዊንቲ ፋይፍ ይርስ ኦልድ ኣነ ዕስራን ሓሙሽተን ዓመተይ ኣይ ኣም ተርቲ ይርስ ኦልድ ኣይ ኣም ተርቲ ይርስ ኦልድ ኣነ ሰላሳ እዩ ዓመተይ ኣይ ኣም ፎርቲ ይርስ ኦልድ ኣይ ኣም ፎርቲ ይርስ ኦልድ ኣነ ኣርባዓ እዩ ዓመተይ ሶ ኣይ ሃቭ ዝብል ነገር ንዕድመ ክንጥቀመሉ ኣይንኽእልን ማለት እዩ። ሶ ክልተ ዓበይቲ ነገር ክነግረኩም ኣድቫይስ እና ኣድቫይዝ እዚኣ ረኤዋ እዛ መጨረሻ CE ዘላ ኣድቫይስ እያ ትንበብ ADVICE ዘላ እዚኣ ኣድቫይስ እዚኣ ድማ ናውን እያ ኣድቫይስ ማለት ምኽሪ ማዕዳ ማለት እዩ ኣድቫይስ እዚኣ ድማ ADVISE ኣድቫይዝ እያ ትንበብ። ኣድቫይዝ ኣድቫይዝ ድማ እዚ ቨርብ እዩ ዝኸውን ዘሎ እሱ ኣድቫይዝ እንተይልኹም ምምኻር ምምዓድ ማለት እዩ ኣድቫይዝ እቲኣ ኣድቫይስ ትንበብ እዛ ናይ መጀመርያ እዛ ሲኢ ትውድእ ዘላ ኣድቫይስ እዚኣ ድማ ኣድቫይዝ እያ ትበሃል so he gave me some advice ዲና ንብል ወይስ advices so ኣብዛ ትኽክለኛ ሰብ መኺሩኒ ምዒዱኒ ክንብል እንተ ደኣ ደልና ሂ ጌቭ ሚ ሳም ኣድቫይስ ሂ ጌቭ ሚ ሳም ኣድቫይስ ንሱ ምኽሪ ሂቡኒ ማለት እዩ ሂ ጌቭ ሚ ሳም ኣድቫይስ ሶ ኣብዚ ድማ ኣድቫይስስ ኣይንጥቀምን ኤስ ኣይንጥቀመላን ኢና ሶ ሂ ጌቭ ሚ ሳም ኣድቫይስ ንሱ ምኽሪ ሂቡኒ ማለት እዩ ያ ምስማዕ ታይ ይበሃል ምስማዕ listen ይበሃል ሶ listen መብዛሕትኡ ግዜ ፕረፕዚሽን ኣለዎ እዩ so listen me ኣይበሃልን እዩ listen me ስምዐኒ ክትብሉ እንተድኣ ደሊኹም ንሓደ ሰብ listen to me so to ከይትርስዑ መብዛሕትኡ ግዜ listen ክትብሉ ከለኹም to ከይትርስዑ listen to me listen to me ስምዐኒ ማለት እዩ listen me እንተይልና ብዙሕ እንትን ኣይህሉን ናይ ግራመር ጌጋ ኣለዎ ማለት እዩ so listen to me እንተይልና ድማ እዚ ትኽክለኛ እዩ ተመክሮ ወይ ድማ ልምዲ እንታይ ንብል ተመክሮ ወይ ልምዲ ኣብ ዝኾነ ስራሕ ፀኒሕኻ

ራይት ብዙሕ ተመኩሮ ኣለኒ ብዙሕ ልምዲ ኣለኒ ማለት ዩ ሃቭ ላርጅ ኤክስፒሪየንስ ብዙሕ ግዜ ካልይቲ ድማ ሰባት ዝጋገይዋ ወርክ እና ጆፕ እያ ወርክ እና ጆፕ ሶ ወርክ እንተልካ እዚ ኣክቲቪቲ እቲ ትሰርሖ ንጥፈት ወርክ እዩ ዝበሃል ኣነ ከዚ ይሰርሕ ኣለኹ ክብል እንተ ደኣ ኮይኑ ኣም ወርኪንግ እየ ዝብል ዘለኹ ጆፕ እንተልካ ድማ ጆፕ ጆፕ እዚ ድማ ፕሮፌሽን እዩ ፕሮፌሽን መምህር ክኾን ይኽእል እዩ ፕሮፌሰር ክኾን ይኽእል እዩ ናይትካ ጆፕ ኦር ፋርመር ክኾን ይኽእል እዩ በቃ ዝኾነ ወይተር ክኾን ይኽእል እዩ ዝኾነ ስራሕ እንተሃሊካ እሱ ጆፕ እዩ ልበሃል ሶ ኣይ ሃቭ አ ወርክ ኣይ ሃቭ ወርክ ይኹን ካብ ትብሎ እዚ ኣይ ሃቭ አ ጃፕ ኢኻ ትብል ኣይ ሃቭ አ ጃፕ እዩ ዝበሃል ሶ ኣይ ሃቭ አ ጃፕ ስራሕ ኣለኒ ስርሐይ ድማ ኣይ ሃቭ አ ጃፕ ኣይ ኣይ ወርክ ላይክ አ ቲቸር እዩ ኣለኹ ማለት እዩ ኣይ ሃቭ አ ጃፕ ኤንድ ማይ ጃፕ ኢዝ አ ቲቸር ኣይ ሃቭ አ ጃፕ ስራሕ ኣለኒ

ኣም ጎይንግ ሆም ናት ኣም ጎይንግ ቱ ሆም ኣይትብልን ኢኻ ኣም ጎይንግ ሆም ናብ ገዛይ ይኸይድ ኣለኹ ማለት እዩ። ኦራይት ሶ መብራህቲ እጥፈያ መብዛሕትኡ ግዜ መብራህቲ እጥፈያ ክንብል ከለና ወይ ድማ ቴሌቪዥን እጥፈያ ክንብል ከለና እንታይ ኢና ንጥቀም ኪል እዮም ዝጥቀሙ ኪል ምቕታል ማለት እዩ ሶ ኪል ዘላይት ኣይንብልን ኢና ኣብ መብዛሕትኡ ግዜ ጌጋ ዝረእኹዋ ከምኣ እያ ሶ ኪል ዘላይት ከይትብሉ እንታይ ትብሉ turn off ኢኹም ትብሉ turn off the light turn off the light እታ መብራህቲ ኣጥፍእያ ኣዋይ so መብዛሕትኡ ግዜ married ማለት እንታይ ማለት እዩ married ማለት ምምርዓው ማለት እዩ ሓዳር ምሓዝ married ይበሃል so እሱ ንዓ ተመሪዕዋ እሱ ንእንትና ተመሪዕዋ ክትብሉ እንተ ደሊኹም እንታይ ትብሉ ሂዝ ሜሪድ ውዝ ኣይትብሉን ኢኹም እሱ ንሓንቲ ነርስ እዩ ተመሪዑ ክትብሉ እንተድኣ ደሊኹም ሂዝ ሜሪድ ውዝ ነርስ ከይትብሉ ዊዝ ከይትጥቀሙ ኣብዚኣ ሂዝ ሜሪድ ቱ ሜሪድ ክንብል ከለና እዚ ፕሮፖዚሽን ቱ እዩ ዝጥቀም ሶ ሂዝ ሜሪድ ቱ ነርስ እሱ ንሓንቲ ነርስ ተመሪዕዋ ሂዝ ሜሪድ ቱ ነርስ

እታ ካልእቲ ደማ ብዙሓት ስባት ዝጋግይዋ ኣብ ብሪንግ እና ቴክ እዩ ብሪንግ እና ቴክ so ብሪንግ እንተኢልኩም ካብ ዝኮነ ቦታ ናባኩም ዝመጽእሎ ዝነገር ብሪንግ ትብሉ ኣለኩም so ብሪንግ ኢት ቱ ሚ so ብሪንግ ኢት ቱ ሚ እንተኢልኩም ናባይ ኣምጽእዮ ብሪንግ the water እንተኢልኩሞ እቲ ማይ ናባይ የምጽእለይ ማለት እዩ so ብሪንግ እንተኢልኩም ኣብቲ ዝነበረ ናባካ ዝመጽእ ነገር ብሪንግ ትብሉ ኣለኩም ቴክ ድማ ካባኻ ዝኸይድ ነገር ቴክ ትብሎ ኣለኻ so ምናልባት እዛ እስክርቢቶ ውሰዳ ክብሎ እንተድኣ ኮይነ ንሓደ ሰብ take the pen እየ ዝብሎ ዘለኹ take the pen so take እንተይልና ውሰዶ ማለት እዩ bring ድማ ኣምፅኦ እዩ so bring this here እንተይልኹም ወይ bring this over here ናብ ዘምፅኦዮ ማለት እዩ take this over here ኣይትብሉን ኢኹም እታ ካልእቲ ድማ ብዙሓት ሰባት ዝጋግይዋ ሪማምበር እና ሪማይንድ እያ ሪማምበር እና ሪማይንድ

ትፈልጦ ዶ ኣቶ እከለ ወይ ትፈልጣ ዶ እንትና እናበለኩም ነይሩ እና ዝኾነ ነገር ምስ ተናገርኹም ብዛዕባ እዛ ቆልዓ እዚኣ ሃምዚ ከምዚ እያ ምናምን ይብለኩም እሞ ዝኾነ ነገር ተስታውሱ እንታይ ትብልዎ ኣው ዩ ሪማይንድ ሚ ዩ ሪማይንድ ሚ ኣስታዊስኻኒ ማለት እዩ ሪማምበር ድማ ባዕልኻ ተስታውሶ ነገር ሪማምበር ትብል ኣለኻ እምበኣር ተኸታተልትና እዚኣቶም እዮም እቶም ዕስራን ሓሙሽተን ብጣዕሚ ብዙሕ ግዜ ደጋጊምና እንጋግዮም እዚኦም ዕስራን ሓሙሽተን ብጣዕሚ ብዙሕ ሰብ ዝጋገዮም ጌጋታት እዮም። እስቲ ንዓኻ ውን እታ ተቸግረካ ዝነበረት ኣየናይ እያ ኣብ ኮመንት ጽሓፈለይ ኣነ ውን ተወሳኺ መብርሂ እንተ ደሊኻ ኣብ ኮመንት ጽሓፍለይ ኢኹም ተኸታተልትና so እዚኤን እተን ዕስራ ብዙሕ ግዜ ደጋጊምና ንጋገየን እየን so ተመልከትና ካብ ሕጂ ጀሚርኩም ምንም ዓይነት ምድንጋር ክህሊ ኣይፍቀድን እዩ ምስ ፖንት ኢንግሊሽ ምስ ካይድ ጋይድ ኬቢ ምስ ሃየኹንኩም ብዙሕ ፍልጠት ከም ተዕብዩ ምንም ሕቶ የብለይን